ሰላም ዝኸበርኩም ተኸታተልቲ ቀንዴል ንሎሚ ዝተዳለወ መደብ ስፖርት ሒዘ ቀሪበ ኣለኹ ሰናይ ምክትታል ብሰንበት ፒኤስጂ ንልዮን ክልተ ብ ዜሮ ዝሰዓረትሉ ኣብ መንጎ ነይማርን ካቫንን ብዛዕባ ሪጎለ መን ቀልዐ ዝብል ክካትዑ ዝተዓዘብንያ ኮይኑ ሎሚ ኣብ ፈረንሳዊት ሕታም ለኢክብ ቀዳማይ ገጽ እቲ ግጭት ብዝብል ኣውፅፃቶ ሕታም ኣብ መቐየሪ ማልያ ምስ ኣተው እውን እቲ ባእሲ ከም ዝቐጸልዎ ሓቢራ እታ ሕታም ኣብ ጸብጸባ ሓያለ ተጻወትቲ ኣብ መንጎም ኣትዮም ከም ዘጋላገሉዎምን ካቫኒ ንነይማር ኣብ ማእከል ሜዳ ዘርኣኻዮ ጠባይ ጽቡቕ ኣይኮነን ምስ በሎ ነይማር ቃ ነቲ ነቐፌታ ብኣወንታ ከም ዘይተቐበሎን ቀጺሎም እውን ናብ ባእሲ ከም ዝተደናደኑ ከም ዘጋላገልዎም ትገልጽ ቅድሚኡ እውን ዝረኸብዋ ፋውል ካቫኒ ቀላዕ ኣብ ዝሓሰበሉ ዳንኤል ኣልቨስ መንጢሩ ንነይማር ሂብዎ እዩ ድሒሩ ሎሚ ኣብ ስጳኛዊት ሕታም ስፖርት ዝወፀ ጸብጻብ ከም ዘነጽሮ ኸኣ ንወነንቲ ክለብ ፒኤስጂ ምስ ካቫኒ ክሰማማዕ ስለ ዘይክእል ካብታ ጋንታ ክሽየጥ ከም ዝሓተቶም ኣፍሊጣ እታ ሓታም ኣብ ጽሑፋ ነይማር ድሮ ንናስር ኣልካሊፊ ምስ ካቫኒ ብሓንሳብ ናይ ምጽዋት ተኽእሎ ከቢድ ስለ ዝኾነ ነቲ ተጻዋታይ ክሰጋገር ሓትዎ ክትብል ኣስፊራ ወናኒ ፒኤችዲ ከኣ ነቲ ብኽቡር ዝገዝኦ ነይማርን ኣብታ ክለብ ተወሃሂዱ ዝጸንሐ ከቫንን ኣብ ሓደ ኣስሚሩ ከጻውቶም ተወጢሩ ይርከብ ቀንዲ ንነይማር ንባርሴሎና ገዲፉ ክወጽእ ዘገደዶ መራሒ ናይ ጋንቱ ክኸውን ካብ ምድላይ ምዃኑ ዝተጸብጸበ ኮይኑ ኣብ 2013 ካብ ናፖሊ ዝተሰጋገረ ከቫኒ ከኣ ዘላታን ኢብራሂሞቪች ከሎ ኣብ ትሕቲ ዘላታን ተጸቒጡ ይኸይድ ነይሩ ዘላታን ምስ ወፀ ግና መሪሕነት ተረኪቡ ዓሚ ዝለዓለ ጎል ናይ ፈረንሳ ኮይኑ ከም ዝወደአን ናይ ደገፍትን ኣሰልጣንን ፒኤችዲ ፍቱ እውን ክኸውን ኣኽኢልዎ እዩ ኣብ ርእሲኡን ዝለዓለ ጎል ኣመዝገባይ ፈረንሳ ኮይኑ ምስ ዝውድእ ሓደ ሚልዮን ዩሮ ከም ሞቕሽሽ ስለ ዝውሃቦን ኣብዚ ግዜ እዚ ከኣ ብተጻዋታይ ሞናኮ ፋልካው ተመሪሑ ስለ ዘሎን ኣብ ርእሲ እቲ ኣብ ትሕቲ ነይማር ኮይኑ ክጻወት ዘይምድላዩ ናይ ቁጠባዊ መኽሰብ እውን ስለ ዘለዎ እዩ ግና ካቫኒ ናይ ብልቡድ እዩ ነዚ ምስ ነይማር ዘካይደ ዘሎ ህልኽ ክዕወተሉ ኢሉ ዝሓስብ ኣብ 213 ነይማር ንባርሴሎና ምስ ተጸንበረ ባህር ባርሴሎና ጆን ክሩፍ ኣነ እንተዝኸውን ክልተ ካፕቴናት ኣብ ሓንቲ መርከብ ኣይመእተኽዎም ነይረ ክብል ከም ዝተዛረበ ዝዝከር እዩ ንኔማር ምስ መሲ ኣብ ሓንቲ ጋንታ ምግባሮም ከመልክት ዝደለየ ኩሩፍ እዩ ካብ ታሪኽ ክንመሃር ይግብኣና እዩ ዝበለ እዛ ኣበሃላ ኩሩፍ እዚኣ ግና ጌጋ ኮይና ከም ዝተረኽበትን ኔማር ክወፅእ ከሎ ከዓ እዚ ዘይበሃል ንሕድሕዶም ክወዳደሱ ሰሚዕናዮምን ርኢናዮም ኢና እቲ ዘይተርፍ ምውፃእ ካቫኒ ካብ ፒኤችዲ ክመፅእ ከሎ ግና ከምኡ ከም ዘይከውን ክፀር ጀሚሩ ኣሎ ኔይማር ንካቫኒ ካብ ትዊተር ምስ ዓብ ወይ ከዓ ፈለው ምግባሩ ድሮ ከቃርፆ ከሎ ኣብ ጸወታ ኣንጻር ልዮን ከኣ ክልተ ግዜ ጥራይ ኩዕሶ ከሕልፈሉ ከሎ ካቫኒ ከኣ እሞ ዋላ ሓንቲ ግዜ እውን ኣየሕለፈሉን ክልተ ፍልልያት ኣብ መንጎ ባርሴሎና 213ን ፒኤስጂ 217 ቀዳማይ ካቫኒ መሲ ኮነን ካልኣይ ከኣ ቅድሚ 4 ዓመት ዝነበረ ኔይማርን ሕጂ ዘሎ ኔይማርን ሓደ ኣይኮኑን። ዋላ እኳ ከም ዝኾነ ብሉጽ ኮኾብ መሲ ዘይድፈር ኮኾብ እንተሃለዎ ንነብሱ ኣትሕቱ ዝርኢ ምቕሉል ምዃኑ ግና ንነይማር ጠቒምዎ እዩ ኣብ መወዳእታ 2014-15 ባርሴሎና ንኮርዶባ 6 ብ 0 ዘዕነብሉ እቲ ድሮ ሃትሪክ ኣመዝጊቡ ዝነበረ መሲ ነቲ ዘየመዝገበ ዝነበረ ነይማር ሪጎለ ክሃርም ከም ዝገደፈሉን ኣብቲ ኣርባዕተ ዓመት ብሓንሳብ ዝነበሩሉ ከዓ ብኸምኡ ብምክብባር ከም ዝተጓዕዙን ይፍለጥ ብፍላይ ንድኽም ዝበለት መጋጥምቶም ብቐሊል የመዝግብሉ ኣብ ዝነበሩ ሰለስቲኦም ንሰዋረዝ ሓዊሶም ነቲ ጎላት ከም ዝማቐልዎ ይገብሩ ከም ዝነበሩን ጸወታ ክብድ ኣብ ዝበለሉ እዋን ከኣ መሲ ከምቲ ዝድለ ይሰልጦ ከም ዘየሎን ተፈሊጡ ንኔይማር መሪሕነት ክወስድ ይገድፎ ከም ዝነበረ ይዝከር ኣብ ናይ ዓሚ ናይ ፍርቂ ፍጻመ ቻምፒየንስ ሊግ ኣንጻር ፒኤስጂ ነይማር ዝበለጸ ይጻወት ከም ዝነበረ ዘስተውዓለ መሲ ነተን ድሒረን ዝተረኽባ ቅላዕ መቕጻዕትን ሪጎለን ክቐርዐን ክገድፈሉ ኣይተማተአን ከም ውጽኢቱ እቲ ኸኣ ዝበለጸ ጸወቱ ዘካይድ ዝነበረ ነይማር ኣመዝጊቦንስ ስዒሮም ብሓንሳብ ክሰራሰሩ ክኢሎም እዮም ቅድሚ ኣርባዕተ ዓመት ዝነበረ ኔይማር ንመሲ ካብ ዝፋኑ ከውርዶ ከም ዘይመጸ ኣብ መዓልቲ ምፍራሙ ካብ ዝበሎ ክንርዳእ ንኽእል ኢና ብዛዕባ ዝበለጸ ናይ ዓለም ምዃን ተሰኪፈ ኣይፈልጥን እየ እቲ ዝበለጸ ድሮብ ዝሎ ንሱ ኸኣ መሲዩ ምስ ዝኾነ ክወዳደር ዘይክእል ሓደ ካብቶም ኣብ ጎኑ ክፃወቱን ካብኡ ክመሃሩን ዝበቕዑ ምኽኣለይ ከኣኒ ዕድለኛ እየ ምምፀኢ ከኣ ንሱ ዝበለጸ ኮይኑ ክቕፅል ክሕግዞን ብዙሕ ወናጩ ክወስድን እየ ኢሉ ነይሩ ናብ ፒኤስጂ ክኸይድ ከሎ ግና ንከቫኒ ቁጥሪ ሓደ ክኸውን ክሕግዞ ኣይኮነን ምናልባት ከቫኒ ወላ እኳ ብውልቁ ግዳይ ክኸውን ክድንገጾ ዝግባእ እንተኾነ 222 ሚልዮን ዩሮ ተዋሂብዎ መጺኡ ነይማር ካልኣይ ኮይኑ ክቕጽል ኢሉ እንተሓሲቡ ክውንነት ምርሳዕ ጥራይ እዩ ካልእ ፍልልይ ኣብ መንጎ ባርሴሎናን ፒኤስጂን ነይማር ኣብ ፒኤስጂ ብኣዕርኽቱ ዝተኸበበ ምዃኑ እዩ ኣብ ባርሴሎና ዋላ እኳ ምስ መሲን ስዋረዝን ዕርክነት ተነበሮ ብዝሒ ብራዚላውያን ኣብታ ክለብ እናጎደለ ብዝኸደ ንፀወታ ብበረራ ኣብ ዝጓዓዝሉ ምስ ሓደ ወዲ ዓዱ ንሱ ከኣ ምስ ዕቑራት ጋንታ ዝፃወትን ዶግላስ ኮፍ ይብል ከም ዝነበረ ዝፍለጥ እዩ ደቂ ዓዱ ክፍርሙ ይጠልብ ከም ዝነበረን ፊሊፕ ኮቲኖን ፓውሊኖን ከኣ ንኡ ኣብ ግምት ብምእታው ዝተጠመቱ ተፃወትቲ እዮም ነይሮም ኣብ ፒኤስጂ ግና ማርኪኖስ ሉካስ ሜራ ቲያጎ ሲልቫን ዳንኤል ኣልቨስን ኣለዎ ካብ ካቫኒ ኩዕሶ ምምንጣል ኣየድልዮን እዩ ምክንያቱ ዳንኤል ኣልቨስ ክምንጥለሉ እዩ ነይማር ልኡል ፓሪስ እዩ ናስር ኣልከሊፊ ከዓ ናቱ ቦዲጋርድ ስለዚ እቲ መሪር ሓቂ ኢላ ካቫኒ ከም መሲ ክፃወት ተዘይጀሚሩ ዘለዎ መራፂ ኣብ ቅኒት ነይማር ምስዕሳዕ ጥራይ እዩ ዝኸበርኩም ተኸታተልቲ ቀንዴል ንሕጂ ዝበልኮ መደብ ስፖርት እዚ ነይሩ ሰላም